ማንም ሰብ ኤርትራ ሽግር ኣጋጢምዋ እንተትበሃል ካባይ ጀሚርካ ድኣቱ ሰብ የለን ኣይንሓሱ ጥራሕ ትንክፍ ኣብሉ ካብዚ ካብዚ ካብዚ ካብዚ ዘለና ያስምኻድ ኣሎ እቶም ተጣቕዑ ዘለኹም ኣይትኣትዋን ኢኹም ኣምላኺ ምስክረይ ኣይትኣትዋን ኢኹም ንሃገርና ክንከላኸል ኢና ወድናን ጓልናን ማለት ንባዕልኻ ከዳዕ ኢኻ ጣዕሳ ወረቐት መሊእካ ንዓድኻ ትኣቱ ኢኻ ካልእ ንብሎ ነገር የለን ካብ ናይ ጣዕሳ የድሕንኩም ገመድ ኣብ ክሳድኩም ከይኣትወኩም ንዓና ሰዲዱና ዘሎ እቲ መንግስቲ ናይ ጣዕሳ ክብሪ ይምላእ ስለዚ ኣረጊት ሰብን ኣረጊት ከልብን ከድልየና ከሎ ንሕና ጸገም ሃሊናን ኔርናን ኣይፈልጥን። ስውኣት ጀጋኑ እዮም ንኢሰያስ እዮም ንኬጂ ኢሰያስ እዩ። ሓውኻ ንጎ ተሲኡ ደው ኢሉ ዝብለካ ክስደድ ደልየ ሓፍትኻ ትብለካ ክወጽእ ደልየ። ሞሮኮኣዊት ንናይጀርያዊት ንኤርትራዊት ተመርዒያቶ ትግራዋይ ጓል ታንዛንያ ወሲዱ ገለ ዋይ ይውሰዳ። ንዓና ዝኾኑ ኣወዳት ሓበሻ የለዉን። ተወግዕኺ እዩ ጽቡቅ እምበር እቲ ምኽንያትኪ ንጹር ምኽንያት ኣይኮነን። ሽኮሪና ኢካ ተደሌ ሱማ ጌረ ወትፋ ተደሌ ናይ ተባዕታይ ጌረ ወትፋ። ኣታ ኣለኹም ዶ ጎረበተታ ሰላም ጥዕና ሃበለይ ከመይ ኣለኹም ከመይ ትቅንዩ ክቡራትን ፍትዋትን ተኸታተልቲ ሽደን ሪኣክትስ ዋን። እግዚኣብሔር ይመስገን ዳሕና ዲኹም? እንሆ ንሎሚ ውን ከምቲ ልሙድ ብሓድሽ ቪድዮ ኣቢልና ኢና ተራኺብና ዘለና ማለት እዩ። ክሳብ መወዳእታ መደብ ምሳና ጸኒሕኩም ኣብ መወዳእታ። ሳም ኩንሕወስ ቪድዮ ክንሰርሕ። ታብታብ ግበሩ።
ኣረ ፎሎ በሉና።
እታ ውን ሸረ ፈሎው ስለ ትብሉ ሳብስክራይብ ስለ ትገብሩ ብጣዕሚ ብጣዕሚ ኢና ነመስግን። መጽጽ ዘበሉ ርእይቶታት ንትጽሕፉልና ሰባት ብመልእኹም ዝለዓለ ምስጋና እንዳመስገንኩ እዩ ማለት እዩ። ወልደሚካኤል ኣማንዝጊ ሓወይ ማለት እዩ ዝሃበኒ ርእይቶ ትኽክል እዩ። ኣህጉራዊ ዶብ ዝተወሰነ ምቕባል እዩ መፍትሒ። እንድሕር ድኣ ኣህጉራዊ ዶብ ተወሲኑ ከኣ መማረጺ የብሉን ምኽንያቱ ካብ ኣህጉራዊ ዶብ ንላዕሊ የለን ማለት እዩ። ሶ ትኽክል ኢኻ ኮምኡ እዩ ኣሚንና ዘለና ግን ንሰላማዊ መንገዲ ክበሃል ንሱ ኢኻ ትኽተል ማለት እዩ ምክንያቱ ብዙሕ ነገር እዩ እቲ ናትና ሽግር ሞር ከቢድ ዝገብሮ እቲ ኣህጉራዊ ዶብ እውን ንባዕሉ ቅድሚ ሕጂ ብብዙሓት ሰባት ንኣብነት ብዙሓት ሃገራት ተሪእኻየን ቅልል ብዝበለ መንገዲ ጸገም የብለን ናብ ኮምዚ ሼር ዝገበርኦ ናይ ነውሕ እዋን ታሪኽ የብለን ሓቢረን ዝነበራሉ መንገድታት ዘይክህልወን ይኽእል ብዙሓት ዓድታት ማለት እዩ። ብኣንጻሩ ከኣ ከምዚ ከማና ውን ኣለዋ። ከምዚ ትርእየን ዘለኻ ክሳብ ሕጂ ናብ ውግእ ዘብጽሐን ዘሎ ናይ በዓል ዩክረይን ጉዳይ ውን እኮ ከምኡ ተመሳሳሊ እዩ። ብዛዕባ ሶቭየት ዩንየን ሓቢረን ስለ ዝነበራ ቀደም ዝፍጠር ዘሎ ሽግራት እዩ ማለት እዩ። ስለዚ ከምዚ ዓይነት ተታሒዞም ዝመጹ ካብ ናይ ቀደም ዝበቖሉ ሽግራት ውን ክህልዉ ስለ ዝኽእሉ ኣብ ግምት ውሽጢ እንዳእተኻ ቀሊል ኣይከውንን ከቢድ እዩ ዝብል እንታይ እዩ ዝባህሊ ዘለኒ ማለት እዩ። ወዲ መደይ ጸረ ከዳዓት ሰ ሲክስ ጨ ሽደን ደላዪ ሰላም ኣብ ጎንኻ ኣለና ክቡርን ፍትውን ሓው ብጣዓሚ የመስግን የቀንየለይ ክብለካ እየ ዝደሊ። ሕጂ እቲ ብጣዕሚ ዝሕዝን ነገር ማለት ሰብ ሲ ብድኻምካ እዩ ዝጸርፈካ ምስ ደኸምካ በቲ በቲ ዝደኸምካሉ ነገር መበገሲ ገይሩ እዩ ዝጸርፈካ እንትበሃል ተሎ ሕጂ ኢና ርኢናዮ። ነናይ ባዕልትና ድኽመት እንዳውጻና ንዛረቦ ማለት ኢዩ ካልኦት ከኣ ንዕኡ እንዳወሰዱ ከም ጸርፊ መሲልዎም ገለገሊኦም ቋንቋ ይፈልጡን ገለገሊኦም ከኣ ሓቂ መሲልዎም ብኡ ቀጺሎም ይጻረፍሉ ኣለዉ ተረፍ ዓሳ ማለት ተረፍ ድሮን ማለት ጸርፊ ኢዩ ኢሉ ንዝሓስብ ሰብ ኣነ ንዘየምጻኽዎ ሽግር ተሓታቲ ኢኻ ኢዩ ዝብለኒ ዘሎ ንዘየምጻኽዎ ሽግር ኣነ ንዘይፈጠርክዎን ከትርፎ ንዘይክእልን ነገር ማለት ኢዩ ብስንፍና ኢንተምጽኤዮ ምናልባት ጸርፊ ማለት ንሱ እንድዩ ክትገብሮ ዝግበእካ ነገር እንተይገበርካ እንተተሪፍካ ሰብሲ ይጸርፈካ መጽረፊ ኣሕዋቱ ኮይኑ ገለ ይብሃል ማለት እዩ ከይንገብሮ ክንገብሮ ዝነበረና ነገር ኩሉ ጌርና ምስ ወዳእና ግን ምንም ዘይገበሩ ሰባት ማለት እዩ ነቲ ዝገበርናዮ ብምሉኡ ከንቱ ብምትራፎም እዩ ከምዚ ዓይነት ጸገም ተፈጢሩ so እዚ ፕሮብሌም እዚ ካበይ ከም ዝመንጨወ እኳ ተዘይፈለጥና ግን ሓደ ሓደ ሰባት ብዙሓት ናይ ዕሽነት መንፈስ ዘለዎም ሰባት ኣለው እዮም። ኤርትራዊ ስ ብለኩም ኣለኹ። ጥራሕ ትንክፍ ኣብሉ ካብዚ ካብዚ ካብዚ ካብዚ ዘለናዮስ ምኻድ ኣሎ ካብ ዘለናዮስ ምኻድ ኣሎ ትኽ ኢልካ ኣብ ግንባር እዩ ትኽ ኢልካስ ኣብ ግንባር እዩ ይብለኩም ኣሎ ኩሉ ኤርትራዊ ናብ ዓዱ ክኣቱ ክኽእል ኣለዎ ዓዲ ሃገርና ክንከላኸል ኢና ንሃገርና ክንከላኸል ኢና ወድናን ጓልናን ማለት እዩ። ማንም ሰብ ኤርትራ ሽግር ኣጋጢምዋ እንተትብሃል ካባይ ጀሚርካ ድኣቱ ሰብ የለን ኣይንሓሱ ኤርትራ ትድፋእ ኣላ ተትብሃል ድኣቱ ኤርትራዊ የለን ኣይንሓሱ ሓደ ኤርትራዊ ጓንሰይቲ ትኹኖ ተባዕታይ ድኣቱ ንኤርትራ የለን እቶም ተጣቕዑ ዘለኹም ኣይትኣትዋን ኢኹም ኣምላኽ ምስክረይ ኣይትኣትዋን ኢኹም ሰብ ግን ኣብ ገለ ክትወትው ሕኹ እንዲኹም ትብሉ ኣለኹም በቲ ትበልዕሉ መንገዲ ጥራይ በልዑ ወይሉ እቲ ዝሞተ ወይሉ እቲ ክሩምቱ ዝመለቐ ወይሉ እቲ ዓይኑ ዝነቆረ ወይሉ እቲ ሕቑ ተሰብረ ዘገርም ኢና ዲያስፖራ ዕጡቕ ከም ኣሕዋቱ ሳንጡ ጠቕሊሉ ይኽድ ኣይሸበር ኣይሸገር

ዴሞክራሲ ኢላቶ ኣነ ኣብ ዓዲ ምኹርዓኹ ኣዝማነ ተሰዊኦም ብዙሓት ምኹርዓኹ ኣብዚ ስእሊ ጌረ ተላኽስቶ ዘመደይ ተላኽስቶ ሓወይ ኮሪዐ ንብራዝኹም በልኩ ሕጂኸ ይሓፍር መስዋእቲ ትርጉሙ ሰልጠነ ኢየሱስ ክስዋእ ከሎ ንድሕነት እዩ እንድሕር ኤርትራውያን ትስውኡ ኮንኩም ንድሕነት ተሰውኡ ንሓመድ ንባንዴራ ንኢሳያስ ተተሰዊእኹም ግን ኢሳያስ ሽምዓ ወሊዓልኩም ኣነ ይውልዓልኪ ውን እየ ሓዳር ባባ ዮናስ ኣርጊፍዎ ዲኦ ነዚ ህዝቢ ማለት እዩ ንዕኡ እንተ ተሰዊእኹም ማለት እንታይ ማለት እዩ ግን መጀመርታ ስዉእ ክስዋእ እንተሎ ኣብ ክልቲኡ ህዝብታት ዝነበረ ንሓርነትን ንነጻነት ህዝቡን ኢሉ እዩ ተቓሊሱ ኩሉ ሰብ ነጻነት ህዝቡ ማለት ቀዳማይ፣ ስዉእ ክስዋእ እንተሎ ክመውት ምዃኑ ይፈልጥ እዩ። እዚ ማለት ነቲ ዝተረፈ ነቲ ተራፊ ኢሉ ተሰዊኡ እዩ ማለት እዩ። መን እዩ ኣባላሺዎ ተኢልኩም እቲ ተሰውኦ ኣይኮነን እቲ ናይቲ ስዉእ ሓደራ ዝበልዐ ተራፊ እዩ ዝተረፈ ማለት መልእኽቲ ነይርዎ ዕላማ ነይርዎ መቓልስቱ ነይሩ ሓው ነይሩ ነቲ ሓዉ ገዲፉ ንባዕሉ ምስ ጠጥሓሉ ዓለም ዓለም ድሕሪ መስዋእቲ ካሊእ እያ ኢሉ ድሕሪ ገድሊ ወጺኡ ካሊእ ናብ ሸላዕበጣዕን ናብ ምእራይ ሓፂነ መፂን፣ ገንዘባ ገንዘብ፣ ቴንዲኖ፣ ወርቂ፣ ገለ ናብ ዝበሃሉ ነገራት ሸተኽ መተኽ ማተርያሊስቲክ ናብ ዝኾነ ወግዒ ምስ ኣተወ፣ ስውእ እንታይ ገይሩ ኣብዚ ጉዳይ እዚ? ንስውእ ሽምዓ የወልዓልኩም፣ ኣነ ሽምዓ ሽምዓ የውልዓልኩም እኔ ኢሉ ንስውእ ማለት እዩ። እቶም ስውኣት ኣበይ ኮይኖም ክሰምዑኻ እዮም ኣባ ዮናስ ሽምዓ የውልዓልኩም እኔ ትብሎም ዘለኻ? እቶም ስውኣት ከይዶም እዮም ኦሬዲ ሓንቲ ግዜ ከይዶም እዮም። ስለዚ ምስዚ መራኸቢ ዋላ ሓንቲ ነገር ኣይነበሮምን። ምስዚ ዘራኽብ ነገር የብሎምን። ንሕና ዝፈጠርናዮ ርኹስ ዝኾነ ኣካይዳ እዩ። ወያ መስዋእቲ ካልእ ኸምዚ ዝተደልየ ለውጢ ስለ ዘየምጸ ደዴኻ ከጽንዕ ኣይኸኣልኩ ኢሉ ዓለይ ጸኒዐ። ግን ሓደ መዓልቲ ኣብ ወርሒ ጥቅምቲ። ምስ ተከሓሰት ኣዴኻ ምስ ኸበረት ተቦኻ ምስ ቐሰነት ሓፍትኻ ምስ ተሓከመ ብጻይኻ ሙሉእ ሰላም ምስ ረኸበ ህዝብኻ ስራሕ ምስ ጀመረ እቲ ንእሸን ሓውኻ ክትቐስን ኢኻ ብሓጎስ ፈተውትኻ። ብሎሚ ግና ከይትቕየመና ኣብ ሰማያት ኾይንኻ ከይትዕዘበና ሕድርኻ ልበላዕና ኣብይና እዩ እምበይ ኣእላፍ ይሁዳታት ኾይንና ኣይኾነይ ኣብ ቐረባ ግዜ ምስ ተሳኸዐልና ብጥዋፍ ለይኮነስ ተግባር ብልተመልኦ ክቡር መስዋእትኻ ክንዝክር ኢና። ክሳብ ሽዑ ግና ብሰላም ዕረፍ ምስቶም ሰማእታትና። ብገዛእ ሃገርናስ ናይ ጣዕሳ ፎረም ምሉእ ገለ ገለ ትብልና ኣለኹም ደቂ ሓራም እቲ መንግስቲ ናይ ጣዕሳ ፎረም ይመልእ ይምላእ ንዓና ሰዲዱና ዘሎ እቲ መንግስቲ ናይ ጣዕሳ ፎረም ይምላእ ዋእ ብገዛእ ሃገርናስ ናይ ጣዕሳ ፎርም መሊእና ገለገለስ ይቕረታ መንግስቲ ንሕና ኢና በዲልናካ ከመይ ከመይ ድኾን ደሎ ማለት ዶኹም ናይ ጣዕሳ ፎርም ክመልኣልኩም ንሕና ክልተ ሞት ሳክሪፋይስ ከፊልና ኢና መፂና ናብዚ ሃገር እዚ ሳሕራን ባሕርን ክንደይ ክንደይ ከፍርዩ ድኽእሉ መናእሰይ ኢና ኣጥፊእና መጺና። ናይ ጣዕሳ ፎረም ክንመልእ ኢልኩም ከይትጽበዩ። ናይ ጣዕሳ ፎረም ፎርም ኢዩ መስለኒ ናይ ጣዕሳስ ፎርም ኣይንመልእን ናይ ጣዕሳ ወረቀት ዝባሃል ኣሎ ሓቂ ኢያ ግን እዚኣ ተመችያትኒ ኣላ እታ ኣባሃህላ እዚኣ ማለት ኢዩ መንግስቲ ኢዩ ጣዕሳ ፎርም ክመልእ ዘለዎ እቲ ዘሰደደ ኣብኡ ኮይኑ ዘፋናቀለ ኣብኡ ኮይኑ መከራ ዘርክቦ ዘሎ ነቲ ህዝቢ ውጻእ ዶ በሎ ዒስራ ጸላእቲ ኣለውኻ ብየማነ ጸጋም ሓምሳ ጸላእቲ ኣለውኹም ሽግር ኣለውኹም ዝበለ ኢዩ እምበር እቲ ተሰዳዲ ታይ ጌሩ ኢዩ መሊሱ እንደገና ክጣዓስ ዝገርም ዘበን እዩ ትክክል ኢልካ ኣለካ መንግስቲ ይምላ እባ ዳኣ ወደይ እስካ ቀጽል ዘለኻዮ ኣብ ኣሜሪካ ዲኻ ኣብ ካናዳ ኣብ ዝኾነ ኣብቲ ዘለኻዮ ሃገር ንባዕልኻ ማለት እዩ ሕጂ ኣነ ከዳዕ ኣይኮንኩን ወላ ከዳዕ ኣይትበልዮሩ ጭንቃር ኣይትበልዮ እንዲኻ ክብለኒ ጸኒሕካ ንባዕልኻ ንመንግስቲ ኤርትራ ንህዝቢ ኤርትራ ንሰራዊት ኤርትራ ሓሊፍካ ኢኻ ወረቐት ረኺብካ ዘለኻ ንባዕልኻ ከዳዕ ኢኻ ጣዕሳ ወረቐት መሊእካ ንዓድኻ ትኣቱ ኢኻ ማንም ንማንም ኣብዚ መጺኡ ዝኸዳዓይ ኣይከዳዕን ይብለኒ ንዓይ ተረዲእካ እሞ ካብ ናይ ጣዕሳ የድሕንኩም ካልእ ንብሎ ነገር የለን ካብ ናይ ጣዕሳ የድሕንኩም ገመድ ኣብ ክሳድኩም ከይኣትወኩም ዓዲ ብክብረት እያ ትእቶ ኣዴኻ ሰብኣይ ኮንካ ኢኻ ትሪኣ ኣቦኻ ሰብኣይ ኮንካ ኢኻ ትሪኦ ዕሽር ከፊልካ ተጎንቢሒኻ ከይርኢን እንዳበልካ ናብ ዓዲ እከለ ክትገይሽ ኣይፍቀደካን እዩ ኣብዛ መኪና እዚኣ ክትስቀል ኣይፍቀደካን እዩ፣ ኣብዛ እንዳ ባር እዚኣ ክትኣቱ ይፍቀደካን እዩ እናተባሃልካ መርኣይ ኣይኮነን። ብዝኾነ
ኣብቲ ኣተሓሳስባ ክንከይድ ሕጂ እቲ ናይ መንእሰይና ምናልባት ኣብቲ ሓማስ እየ ሰራዊት ተኣኽሉ ግዳይ ዝበሃል ዘሎ መን እዩ እንታይ እዩ እቲ ሽግሩ እንድሕር ኢልካ እቶም ኣረግቶት ስዑራት ናይዚ ደንበ ተቃውሞ ዕንክሊል ክብሉ ጸኒሖም ብምሉኦም ተሓቢኦም ፍታው ራጃ ተሓቢኦም ዘለዉ እዮም ነዚ መንእሰይ ከዓ ብምሉ እንታይ ገብሮ መስለካ እቲ ናቶም ጉድለታት ወይ ድማ እቲ ናቶም ስዕረት ንዓኦም እንዳተጸራረፈ ንዓኦም እንዳተኸላኸለ ርእዮት ንኸይህልዎ ናብ ዝለዓለ ደረጃ ንኸይንበጽሕ መንእሰያት ወላ ብከባቢኦም ይሕሰቡ ብረብሓ ንኸይርእይዎ እንታይ ገይሮሞ ማለት እዩ ምክንያቱ ኣእምሮ ብሩኖሽ ተገይሩ ኣርባዕተ ነጥቢ በዚ ዘይንዘራረብ ሓጥሪ ኣይኮነን እዚ ስለዚ ኣረጊት ሰብን ኣረጊት ከብን ክእለየና ክእሎም ንሕና ፀገም ሃሊናን ነይርናን ኣይፈልጥን ኩሉ ግዜ ወላ ፀገምን እንድሕር ደኣ ሃሉ ኣሎ ኮይኑ ክንፈትሖ ኢና ቻለንጅ ንገብሮ እንታይ ፀገም ኣሎ ንሕና ግዜና እዩ ግዜና ከዓ በዓልና ክንጥቀመሉ ኢና ንሕና ነቦታትና ነኽብሮም ኢና ደታትና እውን ነኽብረን ኢና ሕጂ ግን ይተኣለየልና ምኽንያቱ ንሶም ከምቲ ሶም ተሳዒሮማ ኣብዚ ደትሞት ክናና ዝሞቱ ዘለዉ ሞት ክናና ክንመውት ኣይንደልን። እዚ ክፍለጥ ክኽእል ኣለዎ። እዛ መንእሰይ እዚኣ ሓያል እያ ማለት እዩ እዚ መንእሰይ እዚ ሓያል እዩ በዓል ጆን ብላክ ተለው ንባዕሉ ሕይል ሕይል ዝበሉ ዘረባታት ዝዛረብ መንእሰይ እዩ ፈኸራ ጥራሕ ዶ ይኸውን ኣብ ተግባር ኣለዎ ድዩ የብሉን ኣይፈለጥኩን ማለት እዩ ብንጹር ብዙሕ ታይ ዝበሃላት ኣይራእኹሉን ኣብ ተዛረቦም እዋናት ግን ማለት እዩ ዝሓየለ መንእሰይ እዩ ሓያልን ብርቱዕን መንእሰይ እዩ ማለት ስለዚ ዘልዕሎም ሓሳባት እውን ረዘንቲ መልእኽትታት ዘለዎም እዮም ቀፅል ሜሮን ስደት ኣካል ባህልና ቀይሮሞ ህዝቢ ኤርትራ ከምዚ ሎሚ ዘለዎ ተሰዲዱ ይፈልጥን እዩ ብታሪኽ ሓውኻ ንጎተስ እዩ ደዊሉ ዝብለካ ክስደድ ደልየ ሃብትኻ ትብለካ ክወፅእ ደልየ ክሃድም ደልየ እዚ ዓዲ እዚ ተስፋ ብሉ ክንከይድ ክንከይድ ጥራሕ ህዝቢ ብህዝቡ
ታይ እዩ እዚ እንታይ ዋየ በለካ ዋየ ስለ ዘይተመርዓኻ ድዩ ጓል ሓምሳን ክልተን ዕድመ ምስ ወዲ ሳላሳ ከም ምርጭኡ ምርጫ ናቱ እኮ እዩ ብሑት ዝኾነ ምርጫ እዩ ተዋሂብዎ ዘሎ ስለዚ እንተተመርዕዋ ንመጽዓን እያ ዘይከበዶስ ንኣድጊያ ዘይከበዶስ ንመጽዓን ከበዶ ኮይኑ ቀጽል እስኪ መንእሰይ ትፈልጡ ኢኹም ተረዲእኹምኒ ኣነሲ እዚ ክንደይ ግዜ ገሊጸዮ ኣለኹ እዚ ጸገም እዚ ክንደይ ግዜ ገሊጸዮ ኣለኹ ንዓና ዝኾኑ ኣወዳት ሓበሻ የለዉን የለዉን ጋይስ በቃ ምሳና ዝሰማምዑ ደቂ ተባዕትዮ የለን ብ ኣነ ሕጂ በዛ ነብሰይ ክነግረኩም ዋላ ሓደ ኣነ ዘይፈተንክዎ ነገር የለን መርዓ ንኪድ ተባሂልና ኣብ መርዓ ንርኣዮም ተባሂልና እስከ ሕራይ ድሓን ንሕና ስለ ዘይረኣናዮምስ ድሓን ንርኣእ ተባሂልና ኣነስ ብ ፈቆዶ መርዓ ከይደ ፈቆዶ ክንደይ መዘናግዒታት ከይደ በቃ ኮነ ኢልና ኣዋልድ ምስ ኣዋልድ ኮይና ኮነ ኢልና ደቂ ተባዕትዮ ከማና ደቂ ዓድና ክንላለየና ዝኸድናሉ ግዜ ኣሎ ተረዲእኩምኒ ግን ኣይረኸብናን ተረዲእኹምኒ ኣይረኸብናን ማለት እዩ እዚ ወዲ ኣነ ደስ ኢሉኒ ዘሎ ሕጂ ኣብዚ ዝረኸብክዎ ሓበሻ ኣይኮነን ጻዕዳ እዩ ማለት እዩ ተረዲእኹምኒ ጸገም ከኣ የለን ጥራሕ ፍቅሪ ይሃሉ እምበር ኣነ ከምዚ ረሲስት ኣይኮንኩን ተረዲእኹምኒ ሓበሻ ይኹን ትግረዋይ ይኹን ዋላ ኣምሓራይ ይኹን ገለ ይኹን ብዘይገድስ እንታይ እዩ ንዓይስ ከመይ ትሪት ይገብረኒ ተረዲእኹምኒ ንዓይ ከመይ ትሪት ይገብረኒ እዩ። ሕጂ
ማለት ናብ መርዓ ከይድና ፍቆዶ መርዓ ዜርና ርኢና ተዓዚብና ኣይረኸብናን እዩ እቲ ዘረባ ኣይረኸብናን ኣቀራርባ ኣለዎ ኣብ መርዓ ምኻድ ጥራሕ ማለት እዩ ኣብ መርዓ ድኣ ክትስዕስዒ መጺኺ ኣነ ሕጂ ዋላ ሽኮር ኩኒ ዋላ ጽብቕቲ ኩኒ ንርኣይክሲ ሰበይቲ መን ምዃንኪ እሞ ክትኮኒ ትኽእሊ ዘይክትኮኒ ትኽእሊ በዚ ሎሚ ግዜ እኮ ሰብ የብሉን ድዩ እባ ከምቲ ናይ ቀደም ብሎሚን ጌርካ ወዓያ ገለ ገለ ዝበሃል ነገር የለን ከመይ ጌረ እየ ዝፈልጠኪ ብኣንደበትኪ ሽዑ ማለት እዩ ኣብ መርዓ ከይደ ትብለለኺ ወዲ ክደሊ ከይደ ትብለለኺ ኣብኡ ከይድኪ ንኹሎም ኣወዳት ንሓምስኦም ሃይ ሃይ ሃይ ሃይ ሃይ እንተኢልክዮም ደኣ እሞ ሓምስኦም ተጠራጢሮም ናይ መን'ዩ ኮን ትኸውን ኢሎም ማለት እዩ። እይ ሃይ ኮምፕትሽን ናብ ዘለዎ ቦታ ውን ኣይኽየድን ኣቲ ጓል ኣደይ እምበር ትወግዕታትኪ ጽቡቕ እዩ ስለዚ ኣነ እኳ ትወግዕኺ እዩ ጽቡቕ እምበር እቲ ምኽንያትኪ ንጹር ምኽንያት ኣይኮነን ማለት ከይምርዖስ እንታይ ስኢነ ዲኺ ትብሊ ዘለኺ መሲልኪ ከይምርዖስ ወዲ ዓደይ ስኢነ እንዲኺ ትብሊ ወዲ ዓድኺ ከኣ መሊኡ እዩ ዝርእዮ ዘለኹ ዘይተመርዓወ ማለተይ ሶ እቲ ምኽንያት ንባዕሉ ካሊእ ምኽንያት የድልዮ ስለ ዘሎ ብዙሕ ንጹር ኣይኮነን እዩ ቀጽል እስከ ኣዱ። ሽኮሪናይ ከኣ ተደልየ ሱማ ጌረ ወትፋ ተደልየ ናይ ተባዕታይ ጌረ ወትፋ ተደልየ ፕላስቲክ ጎማ ጌረ ይወትፋ ተደልየ ጨጓር ደርቁ ጎልፎ ጌረ ኮም ቆፍ ዓባየ ይወትፋ ንመን ይምልከቶ መጀመርያ ደረጃ ደቂ ኣንስትዮ ኣሕዋተይ ሓንቲ ኣነ ነዳዲ ክበክን ስምዓ ነበር ኣይኮነን ዶ ኣይኮነን ዶ ኣብዚ ኣብ ስደት ዘሎ ካብ ወርሒ ናብ ወርሒ ሂወቱ ደየመሓድረ ፋራ ንፋራ ንዓይ ኣብ ከባቢየይ ዘሎ ብዛዕባይ ተዛሪቡ ኢለስ ሂወተይ ብዛዕባ ኣብ ከባቢየይ ዘለዉ ሰባት ንኸይዛረቡ ኢለስ እቲ ኣነ ድሌታተይሲ ኣብ ስምዒታት ወይ ኣብ ኮሜንት ናይ ሰባት ደሪተ ካብ ክገብሮ ዝደሊ ጠጠው ትብል ስለምንታይ መን እዩ ንዓይ ዝፈርደኒ መጀመርያ ሰብ መጀመርያ ነብሱ ዘይፈልጥ ነብሱ ይፍለጥ ሰብ መጀመርታ ግዜ ንምንታይ ንዓይ ይፈርደኒ እዩ ሕጂ ኣነ መን ኮይነ እየ ሰብ ንዓይ ዝፈርደኒ ንምንታይ ይፈርደኒ እንዳበልና ኢና ጠፊእና ክሳብ ሕጂ ማለት እዩ እቲ ዋና ነጥቢ ዘጥፈእና ነጥቢ ክንፈልጦ እንድሕር ደኣ ተበጊስና ኣነ ወዲ መን ድየ ኣነ ወዲ መን ድየ ንዓይ ከመይ ንምንታይ ከምዚ ትብለኒ ኣነ ወዲ መን ድየ ኣነ ወዲ ስባጋዲስ ኣነ ወዲ ገለ እንዳበለ ማለት እዩ ሰብ መዓሙቁ ኣትዩ ስለዚ ኣብ መወዳእታ ታይ ምባል ተጀሚሩ ኣሎ ኩሉ ሰብ ከኣ ታይ ምባል ጀሚሩ እምቧእ ኣታ ወዲ እከለ እከለ እከለ እከለ እከለ ተመርዕዋ ይብለካ ማለት እዩ ትመርዖ ትመርዖ ኣነስ ኣነ ከምዚ እንዲየ እሞ ኣነ እኮ ከምዚ ከምዚ ስለ ዝበልኩ ክንዲ ክንዲ ስለ ዝኾንኩ በዚ ስለ ዝበለፅኩ ብዕድመ ገለ መሮኮ ምስ ናይጀርያ ተመርዕዩ እቲ ናይጀርያ ምስ ይመርዖ እንታይ እዩ ዝምልከተኩም ኣነ እኮ ግርም እዩ ዝብለኒ ሕጅስ ዋየ ዶ ገለ መለ ኢልኩም ለቂቅኩሞ ዘለኹምስ ብጣዕሚ ዝሕዝን ነገር ስኢሉ በቃ ውዱእ ዝኾነ እንታይ እዩ ዝበሃል እኮ እዩ ውዱእ ዝኾነ ዘረባ እዩ ንምንታይ ኢኻ ኣምጺኻሉ እንተኢልኩምንስ እዚስ ኮም ቁም ነገር ገይሮም ዝዛረቡ ሰባት ኣለዉ ኣብዚ ዕስራን ሓደን ክፍለ ዘመን ትዌኒ ፍረስት ሴንቹሪ ዝበሃል ኣብቲ ናይ ሕጂ ዘሎ ዘመነ ሓበሬታ ዘመነ ናኖ ቴክኖሎጂ ዘመነ ኤኣይን ኣርቲፊሻል ኢንተሊጀንስ ዝመልኦ ታእዩ ዝበሃል ብዙሕ መሳርሒታት ዝስረሓሉ ዘሎ ዘመነ ሚሳይል ዶ ዘመነ ግዛዕ እንዳተታኾሰሉ ዝውዕሉ ዘሎ ዘመነ ዓድታት ሓደ ሰብ ታይ ይብለካ ሞሮኮ ሞሮኮኣዊት ንናይጀርያዊት ንኤርትራዊት ተመርዒዓቶ ትግራዋይ ጓል ታንዛንያ ወሲዱ ገለ ዋይ ይውሰዳ ይውሰዳ ታይ ኣቲኒ ኣነ ተራዳዲኦም ብቋንቋ ቋንቋ ክኢሉ ብዙሕ ነገር ለፊዑ እኮ እዩ በፂሖም ዘለዎ ማለት እኮ እዩ ጉዳየ ድዩ ኣነ ይመርዐዋ ምንም እዚ እኮ ዋላ ሓንቲ ዘተሓዝ የብሉን እቲ ዋና ናትና ጉዳይ ኢልና ሒዝናዮ ዘለና ግን ኣብ ውሽጢ ዓዲ ኮይና ባህሊ ወለድና ነባላሹ ዘለና ኣብ ደገ ኮይና ባህሊ ወለድና ነባላሹ ዘለና ኪንዮ እቲ ባህሊ ንከድ ዘለና ብተግባር ማለት እዩ ብኣፍ እንዳተዛረብና ብተግባር ግን ኣንጻሩ ንሰርሕ ዘለና ንሰላም ንፍቅሪ ከይንዝምር ክንብል መወዳእታና ማለት እዩ ሰላምን ፍቅርን ደርቢናዮም ንከድ ዘለና ሰባት ብኣንጻር እዚኣቶም እየ ዝዛረብ ዘለኩ ብኣንጻር ካሊእ ግን ዋላ ሓንቲ ዋጋ የብሉን ነዚኣቶም ክንቁጥዖም ኣለና ኩላህና ማለት እዩ ብፍላይ ነዞም ኩናትን ወረ ኩናትን እንዳጎስጎሱ ዝውዕሉ ሽግርን ብሽግር ገይሮማ ዘለዉ ዓዲ ነዚኣቶም ክንነግሮም ኣለና ዝብል ኣመላካክታ እዩ ዘለኒ ብዝተረፈ ሰላም ክኾነልኩም እየ ዝምነ ልዋም ቅነ ይኹነልኩም ዳሕና ቀንዮታ ቻው ጸጽቡቑ ንዓኹም። Woodlight
ዳሕና ሕደሩታ ኣሕዋተይ ማለቱ እዩ።